ኣቋርፅ ሰላምታ ኣይረሳዕኩን ሎማዓንቲ እንዛራረበሉ ዛዕባ ከነቋርፆ ዘለና ዛዕባ ኢና ሎማዓንቲ ክንዛረብ እዚ ንቆልዑት ኣዝዩ እዩ ዝሕርቆም ምኽንያቱ ቆልዓ ብዝኾነ ይኹን ነገር ስምዒታዊ ኮይኑ ተሰሚዕዎ ክበኪ ከሎ፣ ክሓርቕ ከሎ፣ ክውጭጭ ከሎ፣ ማዕጾ ገም ኣቢልዎ ክኸይድ ከሎ፣ ዝኾነ ነገር ክድርቢ ከሎ፣ ወይ ሓዉ እንተድኣ ሃልዩ ወይ ሓፍቱ እንተድኣ ሃልያ ኣብ ገዛ ክሃርማ ከሎ፣ ክጻረፋ ከሎ፣ ኮታስ ዘይንቡር ዝኾነ ባህርያት ክንርእየሉ ከለና ንውላድና ጓል ትኹን ወዲ ይኹን ብዘየገድስ ንሕና ኣብቲ ግዜ'ቲ ክንእርሞ ወይ ከኣ ከምዚ ኣይትግበር ከምዚ ኣይትበል ኢልና ንሕና እቲ ባህርያዊ ዝኾነ ሓሳባት ወይ ከኣ ከምቲ ኣብቲ ንቡር ዝኾነ ባህርያዊ ኩነታቱ ንክምለስ ክንእርሞን ንዕኡ እቲ ዘለዎ ኩነታት ከነህድኦን ንፍትን ኢና እንተኾነ ግን እዚ ዋላ ሓንቲ ነገር ኣይሰርሕን እዩ ምኽንያቱ ሓደ ነገር ጠጠው ከነብሎ ዘለና እንታይ እዩ ሓደ ቆልዓ እንተ ኣዝዩ ሓሪቑ ሃልዩ ስምዒታዊ ኮይኑ እንተ ሃልዩ ንሕና ክንእርሞ ኣይኮናን ዘለና ኣብቲ ግዜ እቲ ኣብቲ ግዜ እቲ ንሱ እቲ ንሕና ንዛረቦ ዘረባን እቲ ንሕና ንህቦ መኣረምታን ዝሰምዓና ዝርደኣና ኩነታት ኣይኮነን ደሎ ምኽንያቱ ስቅ ኢሉ ኣይኮነን ዝበኪ ዘሎ ስቅ ኢሉ ኣይኮነን ዝውጭጭ ዘሎ ስቅ ኢሉ ኣይኮነን እቲ ምንቅስቃስ ናቱ እቲ ንሪኦ ዘለና እቲ ባህርያት ናቱ ዝቀያየር ዘሎ ነቲ ባህርያት ናቱ ክቅይር ዝገበሮ ነገር ኣሎ ስለዚ እንታይ እዩ ነዚ ባህርያት እዚ ክቅይር ዝገበሮ ወይ ከኣ ዝገበራ ኢልና ንውሉድና ነቲ ምክንያት ክንፍትሾ ደኣ ኣለና እምበር ኣይትብከ ኣይትወጭጭ ኣይተንጸርጽር ኣይተዕገርግር፣ ኣይትህረሞ፣ ኣይትበሎ፣ ኣይትበላ፣ እዚ ብፍጹም ሓጋዚ ኣይኮነን። እንታይ ድኣ ኢና እሞ ክንገብር ዘለና? ኣብ ምንታይ ድኣ ኢዩ ዘሎ እቲ ጌጋ? እንታይ ተገበርና ድኣ ኢና ከነህድኦ ንኽእል? እሞ መዓስ ድኣ ኢናኸ ክንእርሞ ንኽእል? ኣይንኣርሞ ማለተይ ኣይኮንኩን። እንተኾነ ግን ሓሪቑ ከም ዘሎ ንርእዮ ኣለና ብ ገጹ፣ ንርእዮ ኣለና ብ ባህርያቱ፣ ንሪኦ ኣለና ምንቅስቃሳቱ ክንሰምዖ ክንክእል ኣለና እወ ሓሪቅካ ከም ዘለኻ ሓሪቅኪ ከም ዘለኺ ይሪኤኪ ኣለኹ ይሪኤካ ኣለኹ ብጣዕሚ ከቢድ እዩ ንዓኻ እዚ ብጣዕሚ ከቢድ እዩ ንዓኺ እዚ ተረዲእኒ ኣሎ ከም ዝሓረቅኪ ተረዲእኒ ኣሎ ከም ዝኸበደኪ ኢልና ብዛዕባ ንሱ ነቲ ኣጋጢምዎ ዘሎ ወይ ከዓ ነቲ ኣጋጢምዋ ዘሎ ዘሕርቕ ኩነታት ክንርድኣን ኣብኡ ድማ ክንሰምዓን ክሳብ ክንደይ ተሰሚዑና ከም ዘሎ ንሕና ድማ ምስኣ ወይ ምስኡ ክንሓብር ይግብኣና ኣብቲ ግዜ እቲ። እንተ ደኣ ንሕና ከምዚ ኣይትግበር፣ ከምዚ ኣይትበል፣ ከምዚ ኣይትበሊ ኢልና ንሕና ግን ክንእርም ንፍትን ኮይንና ግን ኣብቲ ሽዑ ግዜ ተሰሚዑዋ ዘሎ ንጓልና ወይ ከኣ ተሰሚዑዎ ዘሎ ንወድና ኣይርድኣናን እዩ ዘሎ ዕሽሽ ኢልናዮ ከ ኢና ንሓልፍ ዘለና ዕሽሽ ኢልናዮ እንተ ንሓልፍ ኮይና ከዓ ኣብኡ ከለና ብቐጥታ ነታ ጓልና ወይ ከዓ ንወድና ኣገዳሲ ኣይኮንካን ኣይሰምዓካን ኢልና ከምቲ ዘይተገደስናሎም ሸለል ኢልናዮም ንሓልፍ ከም ዘለና ኮይኑ ስለ ዝስምዖም፣ ኣብቲ ግዜ እቲ ንሕና ምስኦም ኢና ክንወርድ ዘለና። ነቲ ስምዒቶም ኢና ክንርድኦ ዘለና። ነቲ ስምዒቶም ተረዲእና ድማ የጋጥም ምዃኑ፣ ሓሪቑ ከም ዘሎ፣ ዘሕርቕ ምዃኑ፣ ከቢድ ከም ዝኾነ ክንዛረባን ክንዛረቦን ይግብኣና። ኣብዚኣ ሕጂ እንታይ እየ ዝብል ዘለኹ ኣነ፣ እቲ ናህና መግናሕትን እቲ ናህና ተሪር ቃላትን ኣይትብከ፣ ኣይተንጸርጽር፣ ኣይትጉየ፣ ኣይትህረሞ፣ ማዕጾ ገም ኣይተብል እዚ ጠጠው ነብሎ። እዚ ጠጠው ክብል ኣለዎ። በዚ ነቲ ውላድና ኣይንሕግዞን ኢና፣ ነቶም ካልኦት ኣባል ስድራቤት ኣብታ ገዛ ዘለዉ ቆልዑት ኣይንሕግዞምን ኢና፣ ንነብስና እውን ኣይንሕግዛን ኢና። ምኽንያቱ ሓደ ሰብ እንተ ሓሪቑ ኖንዶ ዓቢ ኖንዶ ንእሽተይ ዋላ ዓቢ ሰብ ኣመዛዚኑ ክኸይድ ዝኽእል ሰብ እውን እንተ ሓሪቑ ክሰምዓካ ኣይክእልን እዩ ኣብቲ ሽዑ ግዜ እቲ ናይ ምስማዕ ኩነታት የለን ክሰምዓካ ኣይክእልን እዩ ክትሰምዓካ ኣይትኽእልን እያ ኣብቲ ሽዑ ግዜ ንስኻ ክትርድኣን ኣብቲ ዘላቶ ቦታ ክትከውንን ክትሰምዓን እዩ ዘለካ ሰሚዕኻ ድማ እወ ሓቅኺ ዝሕርቕ እዩ እወ ሓቅኺ ከቢድ እዩ ክንብሎም ኣለና ብድሕሪኡ እዩ እቲ ህድኣት ዝመጽእ

እስኻ ድጉድጉ ኢልካ ላዕሊ ተኸድካ ታሕቲ ተወረድካ እስኻ ማዕጾ ተሃሪምካ እስኻ ንሓውኻ ተሃሪምካ እስኻ ንሓፍትኻ ተሃሪምካ ወዲ ተኾይኑ ምስ በብቲ ጾትኦም ማለት እዩ እንተ ደኣ ጌርካ ግን ከምዚ ኣይግበርን እዩ ስለዚ እንታይ ኢና ንምህሮም ዘለና ንቐጻሊ እውን ሕርቃን ከጋጥም ከሎ ከምኡ ዓይነት ኩነታት ከጋጥም ከሎ ኣብ ገዛ ክኸውን ይኽእል ኣብ ትምህርቲ ክኸውን ይኽእል ኣብ መውዓሊ ህፃናት ክኸውን ይኽእል ኣብ ሶም ኣካላዊ ምንቅስቓስ ዝገብርሉ ቦታታት ክኸውን ይኽእል ኮታ ኣብቲ ንሶም ዝንቀሳቐስዎ ካብ ገዛ ወፂኦም እውን ኣብቲ ሕብረተሰብ ክኸዱ ከለዉ ንሕና ስምዒቶም ንክቆፃፀሩን ከመይ ገይሮም እቲ ናብቲ ምህራምን ናብቲ ካልእ ካልእ ነገራትን ስምዒታዊ ውሳኔ ንኸይውስኑ ኣዚና ኢና ነበርትዖም ዘለና። ስለዚ እንታይ ክብል ደልየ እታ ሓሳበይ ክጠብራ ተደኣ ኮይነ ንሕና ከም ወለዲ ጠጠው ከነብሎ ዘለና ነገር ውላድና ሓሪቓ ከላ ውላድና ሓሪቑ ከሎ ንሕና ክንእርሞን እቲ ባህርያዊ ዝኾነ ተግባራት እቲ ኖርማል ድኾነ እቲ ልሙድ ዝኾነ ባህርያት ናቱ ከምጽእ ኣይኮናን ክንደፍኦ ደለና እንተዘይኮይኑ ነቲ ውላድና ኣይተረድኡንን ኣይሰምዑንን ድስማዕ ድሰምዓኒ ሰብ የለን ዝርድኣኒ ሰብ የለን ሸለል ኢሎሙኒ ኢልና ነቲ ውላድና ኣብቲ ዘለዎ ሕርቃን ኣብቲ ተሰሚዕዎ ደሎ ስምዒት ዝያዳ ንሕና ውን ከም ወለዲ ክንሕግዛን ክንሕግዞን ዝግብኣና ዝያዳ ኢና ኣብ ስምዒት ንእትዎ ዘለና። ስለዚ እዛ መልእኽተይ ነሕዋተይ ክኸውን ይኽእል ንደቀይ ንዝዓበኽን ንዝነኣስክን ውላድና ክሓርቕ ኮሎ ባህርያት ውላድና ክቕየር ኮሎ ስቕ በል ከምዚ ኣይትግበር ዝብል ነገር ጠጠው ነብሎ ምእራም ዘይኮነ ኣብቲ ሽዑ ሰዓት ዘድልዮ ንውሉድና ኣብቲ ሽዑ ሰዓት ምርዳእን ምስማዕን እዩ ዘድልዮ እንተ ተረዲእናዮ እንተ ሰሚዕናዮ ባዕሉ ከሃዲ እዩ እቲ ኣእምሮ ውን ከሃዲ እዩ ካብቲ ንሱ ሓሪቕዎ ዘሎ ምስ ሃድኤ ድማ ንሕና ክንእርሞ ይግበኣና ዝብል እዩ እዚ ናይ ሎማዓንቲ መዘራረቢየይ ንኹሉኹም ነዚ መደብ እዚ ትከታተልዎ ዘለኹም ንንኣሽቱ ደቅና ክጠቕመን ስለ ዝኽእል እዚ ሓሳብ እዚ ከመ ኣዴታት ምስ ሰማዕካ ምስ ተመኮርካ ኢካ ትፈልጡ ስለዚ ናብ ኩሉ ክበፅሕ ሸር ላይክ ሳብስክራይብ ኣይትረስዑ ሓደራ ድማ ጠጠው ነብሎ እቲ ዘይግበር ነገር ክንእርሞ ክንእርማ እንተኮይንና ንውሉድና መጀመርያ ክንርድኣን ክንሰምዓን ክንክእል ኣለና ኣብቲ ንሳ ዘላቶ ኣብቲ ንሱ ዘለዎ ባይታ ክንወርድ ክንክእል ኣለና። ወለዲ ስለ ዝኾንና፣ ዓበይቲ ስለ ዝኾንና ብትሪ ቃላትና ወይ ከኣ ብሓይልና ሸለል ኢልናዮም ክንከይድ ዘይኮነ ዝግበኣና፣ ከም ወለዲ መጠን ክንርድኦም፣ እንታይ ተሰሚዕዎም ዘሎ ከነለልዮ ነቲ ኣብ ውሽጦም ዝስምዖም ዘሎ ነገር እንዳተማሕጸንኩ ብኻልእ መዘራረቢ ክሳብ ዝመጸኩም ኣኣብ ዘለናዮ ሰላም ኣምላኽ ይብዝሓልና ቻው።